ሰላም ሰላም ክቡራት ተኸታተልተይ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኹም ብዝሕ ትርፍ ይበለለይ ነዛ ቻናለይ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ ነዛ ቪድዮ እውን ላይክ ብምግባር ጀምርዋ ክቡራተይ ሎሚ መዓንቲ ኣበይ የኔኹ ሎሚ ኣንቲ ኣብ ገዛይ ከች ኢለ እየ መፅኩም ኒኹ ያው ትማሊ ቪድዮ ኣይሰራሕኩን ነይረ ብጣዕሚ ይቅርታ ኣብ ጉዕዞ ስለ ዝነበርኩ ቢዚ ስለ ዝነበርኩ ንምቕራፅ እውን ኣይምቸየኒ ነይሩ ብከምኡ ምክንያት ቪድዮ ይሰደድኩን ብመሰንጀር መፂኽን ሓደ ሓደ ኣሕዋተይ ዳሕና ክድኺ ኢልክናኒ ካልኣይ ቻናል ከም ዝተኸፈተ ተገማ ኢልክናንና ቢዚ የኮይነ ነይረ እና እዛ ካልኣይ ቻናለይ እውን ተኸፊታ ብጣዕሚ ደስ ኢሉኒ እኒኦ ብዝኾነ ያው ሕዚ ዕዳጋ ሓሙስ እየ እኒኦኹ ማዘረይ ምሳይ ነይራ ከምቲ ትፈልጥዎ ወለድና ህውከተኛታት እዮም ብጣዕሚ ዝገርመኩም ነገር ምስቱ እኒኦ ኩነታት ናይ ዓድና ምስቱ ሰላም ዘይምዃኑ ከዓሲ ገዛይ ገዛይ ደቀይ ደቀይ ደቀይ ኢላትናና ንሕና ከዓ ብሓንሳብ መፂና እኒኤና ኢለኩም ኣርስዋይ እንኳን ገድፋ ደለ ነይረ ግን ኣጋጣሚ ከዓ ትራንስፖርት ገለል ከይዓፅዩና ኢልና ብፍርሒ ብሓደ መጺና እኒኤና ይብለኩም ኩቡራተይ ንምለስ ኢና ክረምቲ እውን ኣብ ገጠር ደስ ይብለካ ዝኾነ ናክረምቲ ግዜ ሲ ኣብ ገጠር ክተሕልፎ እንዲ ደስ ይብለካ ብጣዕሚ እየ ዝጓጉ ነይረ ግን ከዓ ለምዘበን ዳርጋ ክረምቲ ይኮነ እኒኦ ማለት ሕዝስ ሓምለ ዕስራይ ሸሞንተ ኢና እኒኤና ዓሚ ከምዚ ሕዚ ወይ ከዓ ከምቲ ልሙድ ኩሉ ግዜ ሓምለ ከባቢ ኮን ሃልየ ሓምለ መጨረሻ ኮን ሃልየ ለማዕማዕ ዝበለ ስእሉ ክረምቲ ክረምቲ ሽትት ደስ ደስ ዝብል ነገር ኢኻ ትርኢ ሕዚ መብዛሕትኡ ከባቢታት ትግራይ ካብ ማይ መክደን ንድሓር በተለይስ ብዙሕ በቃ ለማዕማዕ ዝበለ ኣይኮነን ነይሩ፣ ድርቕርቕ ኢሉ እዩ እኒኦ መሬት። ሕዚ ሰለስተ መዓልቲ ኣርባዕተ መዓልቲ እዮም ማይ ጀሚሮም እኒኦ ኣብ ዓድና። መቐለ እንኳን ዳርጋ መብዛሕትኡ ግዜ ወቕዮም፣ ግን ኣብዚ ከባቢና ብፍላይ ኣብ ገጠራት ኣትክልቲ ዝራእቲ ብዙሕ ኣይኮነን እኒኦ። ጣፋት ንባዕሉ ትማል እናመፃኹ ክሪኦስ ስቑ ኢሉስ በቃ ብጫ ኮይኑ ማለት እዩ። ማይ ካብ ምስኣኑ ዝተላዓለስ ብጣዕሚ እዩ ብጫ እዩ ኮይኑ ነይሩ። ግን ሕዚ ዝናብ ይዘንቡ ኣለዉ እና ሓደ ሓደ ቆጻል ቆጻል ትርእይ ትርእይ ይብሎ ንእሽተይ እግዚኣብሔር ኣምላኽ ያው ከም ዝጀመርዎ ይፈጽመልና ድሕር ኢሉ ይክዕጸድ ዝኸውን እምበይ ያው ክወቕለልና ይኸውን እዩ ኢለ ተስፋ ይገብር እግዚኣብሔር ኣምላኽ ዓድና ሰላም ይግበረልና ትግራይና ሰላም ይግበረልና ውግእ ወረ ውግእ ኣርሒቑ ፀፅቡቕ ንሰምዐሉ ግዜ ሓረስታይ እውን ኣዝመር እዚ ኣዝመረኡ ብኣግባብ ዝሓፍሰሉ ገለ ይግበረልና እግዚኣብሔር ኣምላኽ ያው ዓድኻ ሰላም ተዘይኮይኑ ልብኻ ስንፍለል ይብለካ በርግጥ ኣብ ትግራይ ኮይንካ እንኳን ብዙሕ ግዜታት በቃ ክጅመር ዶ ይኾን ስኡዶ ክብል ይኾን ሰብ ቀሲኑ ክሓድረ ይኽኣለይ ነይሩ መጨረሽኡ ግን ከምቲ ትሰምዕዎ ኣለኹም ተጀሚረያ ከምዚያ ኮይኑ ከምዚያ ኮይኑ ይበሃል ኣሎ እንግዲህ እስኪ እግዚኣብሔር ኣምላኽ በቃ ታሪክና ይቐይረና ካሊእ ምንም ክብል ኣይኽእልን እና ሎማዓንቲ ኣብዛ ውቅብቲ ገዛይ ብጣዕሚ ዝፈትዋ ገዛይ ማለት እዩ ኩሉ ግዜ ዝብለኩም መጀመርታ ተመፅታ እየ ዝርኢ ኣትክልቲ እየ ዝርእና ስዕም ስዕም ስዕም እየ ዘብሎ ሕዚ እንኳን ያው ከምዚ ትርእይዎ ኣለኹም በረድ ወቂዕዎ እዩ እኒኦ በረድ ወቂዖም ነይሮም እና ኣርግፍ ኣቢልዎ እዩ እኒኦ ዝሮ ዝሮ ግን ዳሕና እዩ እኒኦ ኣትክልተይ ነዚ ይመስል ገዛይ ማዕረይ ናፍቆተይ ክንደይ ገይረ እኒኦኹ ወርሒ ገይረን ወርሒ ኣሕሊፎ ዶ ድሮ ገብርኤል በዚኣ ወርሒ ኣብዚኣ ነይረ ዳርጋ ኣብ ወርሒ ከዓ መፅኤ እኒኦኹ ኪዲ ኪዲ እዩ ዝብለኒ ናብዛ ገዛይ ማዕረይ ትርእይዎ ዶ ኣለኹም ዓሚ ከምዚ ሕዚ በቃ ኣውዚታት ደስ ልብል ኣትክልቲ ደስ ልብል ሳዕርታት ገለ ኢሉ ርከብ ነይሩ ሎሚ ግን ንእሽተይ ዝሕልሕል ኢሉ እኒኦ ዝናብ ስለ ዘይዘነቦ ዓሚ ከምዚ ሕዚ ዋላዚታት ስንት ቤተይ እሞ ንመትራ ክንደይ ብክንደይ እያ እኒኣ ሓደ ክልተ ሰለስተ ኣርባዕተ ሓሙሽተ ላብዚ ሓሙሽተ ከምዚ ጌርካ ይወደሉ ምተር ኩራተይ ሓሙሽተ ሓደ ክልተ ሰለስተ ኣርባዕተ ሓሙሽተ በርባዕተ ተደብዲባ እኒኣ እዛ ሽንቲ ቤት ይኸው ብጣዕሚ ይሰፊሕ ኣብዚ በቃ እዛ ሽንቲ ቤተይ ድብድብ ምስ ኣበልኩዋስ ወዲያው እየ መቐለ ከይደ ግን ኣብዚ ቡና ቡና ስተ ይመፀካ ኣብዚ ሳፊሕካ ውዓል ይመፀካ ብዝኾነ ስለ ሽንቲ ቤተይ ክንደይ ሂበ ኣፍሒሮዮ ክንደይ ብክንደዩ ዝብል ስለ ና ሽንቲ ቤት ብዙሕ ቪድዮታት እየ ሰሪሐሉ እናተመለስኩም ክትሪእዎ ትኽእሉ ኢኹም ናይቲ ማሽን ስልኪ ግን ብዙሓት ኢኹም ትወስዱ ብዙሓት ኣሕዋተይ ናይዙ ብማሽን ልኹዓተ ልኽስልኪ ገለ ትብሉኒ ብዙሓት ኢኹም ብዙሓት ኢኹም ትወስዱ ኣብ ምንታይ ደረጃ እኒኦኹም ኣኹዒትኹም ዶ ዋላ እንታይ ትገብሩ ኣለኹም በርግጥ ብጣዕሚ እዩ ቢዚ ዙ ዝኹዑት ወዲ ብጣዕሚ እዩ ቢዚ የልዕለኩም ኣሎ ዲታይ እኳ እንድዒ ግን ብዙሓት ኢኹም ትወስዱ ዝሮ ዝሮ ሽንቲ ቤት ብሰባት ካብ ምኹዓት ንሰባት ብጉልበቶም ካብ ዝኹዕቱ ብማሽን ምኹዓት ይሐሽ እየ ዝብል ምክንያቱ ጀሚሮም ይገድፍዎ ሰባትማ እንታይ ድዮም ዝገብሩ መሲልኩም እዞም ብጉልበቶም ብሞደሻ ብመላኪኖ ገለ ዝፍሕሮ ናብዙሓት ኣሕዋተይ እውን ከምቲ ተዕልላኒ ይጅምርዎ በቃ ዝተወሰነ ኩዒቶም የቋርፁ እንደገና ከዓ ኣብ ካልእ ይሕዙ ካብኡ ክንደይ ኮተት ክንደይ ነገራት እኒኦዎ ተተኽኢሉ ግን ብማሽን ፅቡቅ እዩ ግን እዛ ማሽን ከዓ ኣህልኽ እያ ኣቢላቶ ነይራ በተለይ እዚ ሓያል ግዲእ መስለኒ እዚ መሬት ብጣዕሚ የድኪምዎ እዛ ማሽን ክንደይ ግዜ እያ ተሰይራ በቃ ተስፋ ቆሪፂ ነይሩ እንደገና እዩ ከዓ ግዲ ተመሊሱ እምበር ድሕረ እዚ ሽንቲ ትበሃል ኣይክዖትን ኢና ኣለ ነይሩ ዝሮ ዝሮ ከከም ቦቱ ይፈላለ እንድዩ ግን በዚ ኣጋጣሚ ማለት እዩ ክቡራተይ ሽንቲ ቤት ምኹዓትሲ ሰማንያ ሽሕ ትብሉ ትብሉኒ ነይርኹም ዕስራ ሓሙሽተ ሽሕ እንድዩ ትብሉኒ ነይርኹም እና ካብኡስ መቐለ ከይደ መጀመርታስ ሽንቲ ቤትስ ክንደይ ይኳዓት ኢለ ይጥየቑ ንዙ ደላሊ ገዛ እናረኣየና ነይሩሲ ዕስራ ሓሙሽተ ሽሕ ኢሉኒ ዋ ማለት ብጣዕሚ እዮ ተገሪመና ለከስ ሓቅኹም ኢኹም ግን ከከም ከባቢኡ ይፈላለዩ መቐለ ዕስራን ሓሙሽተን ሽሕ ምናልባት መሬቱ ሓመድ ክኾን ይኽእል እዩ ዕዳጋ ሓሙስ ከባቢና ግን ኮክሖ ስለ ዝኾነ እዩ መስለኒ ካብኡውን ከም ስፍሓቱ ይፈላለ እንድዩ ናተይ ሕዚ ዓብዩ ካብ ዝበሃል ሽንቲ ቤት እዩ ትናተይ ማለት እዩና ከከም ስፍሓቱ ከምኡውን ከከም ቦትኡ ይፈላለዩ እዞም ሓተይ እናታ እዮም ዕስራ ሓሙሽተ ሽሕ ዝብለዉ እንታይ እዮም ኮይኖም እየ ዝብል ነይረና ለከስ ሓቅኹም ኢኹም ግን ናትና ኣብ ከባቢ ዕዳጋ ሓሙስ በተለይ ኮሑ ስለ ዝኾነ ብጣዕሚ እዩ ክባር ብጉልበት እኳ ስሳ ሽሕ ኢሎምኒ ኢለኩም ነይረ የላ ከምኡ እዩ እና ብዝተረፈ ካንሰሎ እኳ ገና ከምቱ ዘርእኹኹም ጸዳመዳ ከየበልኩ እየ ገዲፈያ እኒኦኹ ኣውዚታት ብዙሕ ኮተት እኒአን ንዕሞና ኣውዜ ኒማር ከምዚ እትርእይዎ ኣለኹም እዚታት ብቦትኦ ይሓዘ እኒኦ ሸቃሎ ሎሚ ከዓ ክባራት እዮም ኮይኖም እኒኦ ግን ኣነ ማታይ ከይወድቕ ደኣ እምበይ እዚ ነፍየሲ ናብቲ ገፅ ናብዚ ገፅ እየ ፀጊዐዮ ነይረ ትሖፃና ሓደ ሓደ ግዜ ዘውዝ እኒኦ ናብዚ ሃህ ዝበለ ክመልኦ ዶ ይብል ግን ከዓ ዋላ ቡትን እዮ ይረኣየኩም ለት ኮይኑ ናብቲ መርእዮም ትፍትን እዮ ሲ ሖፃ እዩ ኣይተነፈየን እና ቦትኡ ከትሕዞ ይደሊ ናብ ዘብዝኒ ዓሚቕ ብዙ ገፅ ናብ ዘክገብሮ ይደልና ግን ከዓ ሖፃ ክጠቕመክ እዩ ሖፃ ክባር እዩ ስለ ዝበሉኒ ከዓስ እስኪ ኢለ ሱቕ ኢለዮ እኒኤኹ። ዝሮ እስኪ ኣማኸሩኒ። ቦትኡ ዶ ከትሕዞ፣ መምለኢ እቲ ጉድጓድ ዶ ክገብሮ፣ ምክንያቱ ብጣዕሚ ክመልእ ክደሊ፣ ብፍላይ ብታሕቲ ገጽ እኒኦ ሓመድ በቃ ብዙሕ ዓመት ድዩ ክሓተንና ዝሮ ሖፃ ዶ ይገድድ ወይስ ሓመድ ይገድድ? በርግጥ ሓመድ ንእሽተይ ቅንስ ዘበለ እዩ፣ ሖፃ ብጣዕሚ ይኽባር። ግን ምስቲ ካብ ሽንትቤት ዝወፀ ምዃኑሲ ኦርጂናል ሖፃ ዶ ክኸውን ይኾን ገለ ናበልኩ ኢለ ሓስብ ብዝኾነ እስኪ ሓደ መዓልቲ ኣብ መዓልቱ ዩቱበይ ክሳዕ መወዳእታ ርእይ ርእይ የብለይ ኣበረታትዑኒ ብክልቲኤን ዩቱብ ክሰርሕ እየ እሞ ምናልባት ዩቱበይ ሰሪሐ ገዛይ ፀዳ ከብሎ እየ ዝደሊ ይብለኩም ዞም ሓተይ እና ናይ ሎማዓንቲ ዝነበረ ቪድዮ ነዚ ይመስል ብካሊእ ቪድዮ ክሳዕ ንራኸብ ብጣዕሚ እየ ዝፈትወኩም ብጣዕሚ እየ ዘኽብረኩም